ዝኾነት ጓል ንእሽተይ ስምዒት ብዛዕባኻ እንተለዋ ከተጻሪ'ያ ትደሊ። ብፍላይ ከም ትግደሰላን ኣብኣ ስምዒት ከም ዘለካን ተፈሊጣ፣ መን'ዩ እዚ ወዲ ዝብል ሕቶ ክትሓትት'ያ ትጅምር። እዚ ተፈጥሮና'ዩ። ስለዚ ብዛዕባኻ ንምፍላጥ ኣብ ትጽዕረሉ ግዜ፣ ነዚ ሓበሬታ'ዚ ድማ ብብዙሕ መንገድታት'ያ ትረኽቦ። ኣብ ሾሻል ሜድያ ድዩ ብኣካል፣ ካብ ዘረባኻ ድዩ፣ ብዛዕባኻ ብቐሊሉ ኢንፎርሜሽን ክትእክብ ቀሊል ኣይትግበረላ። ብዙሕ ብዛዕባኻ ክትፈልጥ ክትጽዕር ኣለዋ ኢቭን ካብ ኣዕሩኽትኻ ክትረኽቦ ትፍትን ሓበሬታ ክዛረቡ ከም ዘይብሎም ንገሮም ብጣዕሚ እያ ብዛዕባኻ ክትፈልጥ ትጽዕር ምስጢራዊ ኩን በቢ ደቂቅ ኣብ ፈይስቡክ ንጥፈታትካ ትሕብር ሰብ ኣይትኹን ምስጢርካ ተዘይ ዓቂብካ ነታ ትፈትዋ ጓል ክትረክብ ኣይትኽእልን ኢኻ ምስጢራዊ እንተ ኮንካ ብዛዕባኻ ክትፈልጥ ላዕልን ታሕትን እንተኢላ እዚ ነገር መሊሳ ብኣኻ ከም ትሳሓብ እዩ ዝገብራ መመሊሳ ምሳኻ ክትጠብቕ ክትጽዕር ክትሪኣ ኢኻ ንኽትፈልጠካ ዘለዋ ድሌት ላዕሊ እዩ ዝኸውን ሽዑ ግን ምስ ተፋለጥኩም ምስ ተቐራረብኩም በብቑሩብ ኩሉ ብዛዕባኻ ክትፈልጥ ኣለዋ ከምኡ ኢልካ ዋላ ብሓንሳብ ምስ ኮንኩም ምስጢራዊ ኩን ማለት ኣይኮነን ኣብ መጀመርያ ግን ብኣኻ ንኽትሰሓብ ስለ ዝሕግዝ እዩ። ተዘይኮይኑ ገለ ነገር ከም ዝሓባእካላን ግልጺ ዘይኮነ ሰብ ስለ ዝመስላን ማለት እዩ። ከምዚታት ነገራት ድማ ካባኻ ከም ትርሕቕ ይገብራ እዩ። ኣብ ህይወትካ ምስ ኣተወት ምሉእ ብምሉእ ብዛዕባኻ ክትፈልጥ ፍቐደላ። ኣብ መጀመርያ ምስጢራዊ ምዃን ግን ሓደ ካብቲ ናባኹም ክንሰሓብ ዝገብረና መንገዲ እዩ። ሳልሳይ ብገዛእ ርእሱ ዝተኣማመን ወዲ ንሓንቲ ጓል ናብኡ ንምስሓብ ዓቕሚ ኣለዎ። ርእሰ ምትእምማን ከከም ዓይነት ሰቡ ዝተፈላለየ መግለጺታት ኣለዎ። ርግጸኛ ኮይነ ዝነግረኩም ርእሰ ምትእምማን ማለት ካባይ ንላዕሊ ዝበልጽ ሰብ የለን ወይ ድማ ካባይ ዝሓሸ ሰብ የለን ኢልካ ሰባት ምንዓቕ ኣይኮነን። ርእሰ ምትእምማን ማለት ንሰባት ምኽባር፣ ናይ ገዛእ ርእስኻ ዶብ ምፍላጥ ማለት እዩ። ማንም ሰብ ናብ ህይወትካ ይምጻእ ኣይምጻእ ሕጉስ ሰብ ኢኻ። እንተ መጺኦም ድማ። ብሰነስርዓት ትቕበል ዓይነት ሰብ ኢኻ። ርእሰ ምትእምማን ዘለዎ ሰብ ክበሃል ከምዚ'ዩ። ነዚ ድማ ንሕና ኣዋልድ ናይ ምርኣይ ዓቕምን ክእለትን ኣለና። እንኳንዶ ርኢናስ ኣብ ውሽጡ እንታይ ደልዩ ኣሎ ካብ ዓይኑ ኣትሒዝና ክሳብ ተግባራቱ ኣጸቢቕና ኢና ነንብቦ። ኣብ ዕላልካ ርእሰ ምትእምማንካ ይረኣ'ዩ። ትገብሮም ነገራት ርእሰ ምትእምማንካ የርእዩ'ዮም። ሓደ ሓደ ኣወዳት ናብታ ጓል ምስ ቀረቡ፣ ናይ ሓሶት ዋላ ክኸውን ይኽእል እዩ፣ ኣነ ብዘይ ብኣኺ ክነብር ኣይክእልን እየ፣ ምሉእ መዓልቲ ብኣኺ እየ ክሓስብ ዝውዕል፣ ሓራይ እንተዘይልክኒ ከምዚ ክኸውን እየ ዝብል ጽንጽዋይ ዝመስል ነገራት፣ ናይ ሓቂ ይኹን ናይ ሓሶት፣ ብፍጹም ከይትብል። እዚ ንገዛእ ርእስኻ ኣትሒቱ ዘርእየካ ዓቢ ምልክት እዩ። ብዛዕባኣ ዝተሰምዓካ ዓይነት ስምዒት ክትገልጽ ኢልካ ገዛእ ርእስኻ ኣይተትሕት። ብተፈጥሮና ብጣዕሚ ኩሩዕ ወዲ ኢና ንፈቱ። ኩሩዕ ክበሃል ከሎ ክትፈትወካ ትኽእል ወይ ድማ ክትነጽገካ ትኽእል። ነዚ ብኮንፊደንስ ክትቅበሎ ኣለካ። ንሳ ንዓኻ ጠራይ ከም ዝተፈጠረት ጌርካ ትሪት ኣይትግበራ። ንሳ እንተዘየላ ሂወትካ ደው ከም ትብል ጌርካ ኣይትዛረብ። ዋላ ናይ ሓሶት ይኹን ሓቀኛ መንነትካ ክብረትካ ኣብ ዋጋ ዕዳጋ ኣይትእትዎ። ነዚታት ነገራት እንተ ሓሊኻዮ ብኣኻ ብቁልጡፍ እያ ትሰሓብ ምክንያቱ ኮንፊደንስ ዘለዎም ኣወዳት ተግባራቶም እንታይ ምኳኑ ይፍለጥ እዩ ንመን ከም ዝፈቱ መን ኣብ ሂወቱ ከም ዘእቱ ኣጸቢቁ ይፈልጥ እዩ ነዚ ድማ ምስኣ ክትቀርብ ከለካ ተርእያ ኢካ ርእሰ ምትእምማን ግበር ኩሩዕ ኩን ኩርዓትካ ድማ ሰነ ስርዓት ዘለዎ ንካልእ ዘየትሕት ንደቂ ኣንስትዮ ዝስሕብ ማግኔት እዩ ድማ ራብዓይ ንዓካ ኢምፕረስ ንምግባር ንዓኻ ንምግራም፣ ናትካ ልቢ ንምስራቕ ትገብሮ ተግባራት በሎ፣ ኣካላዊ ምንቅስቓሳ በሎ ንኹሉ ምልክታት ተርእየካ እያ። ነዚ ተዘይ ተገዲስካሉ መሊሳ ብኣኻ ትሰሓብ። እዝስ ካብ መን በሊጹ እዩ? እንታይ ሓሲቡ እዩ? ዝብሉ ሕቶታት ኣብ የእምሮኣ ይፍጠሩ እዮም። ብፍላይ ብዙሓት ኣወዳት ዝርእይዋ ጓል እንተኾይና ብዝያዳ ኣባኻ ህልኽ እዩ ዝሕዛ። ግን ሓደ ነገር ክነግረኩም፣ ንኸተርእየካ እንተድኣ ጻዕሪ ገይራ፣ ምሉእ ብምሉእ ከም ዘይትግደስ ኣይትምሰል። ብሰነ-ስርዓት ክትምልሰላን ከተዕልላን እዩ ዘለካ በቃ ከምቲ ንተራ ሰብ ትህቦ ክብሪ ኣፕሪሸት ኣይተኽላኣያ እንተ ዘይኮነ ዝተጋነነ ንዕቀት ዘለዎ ወይ ድማ ጠቕላላ ስምዒት ዘይብልካ ኣይትኹን ከምቲ ኣወዳት ዝሓስብዎ ባዕልኺ ክትደልዪ የብልክን ዓይነት መልእኽቲ ዘለዎ ኣረኣእያ ኣይተርእያ ከምዚታት እንተ ጌርካ ኣይሰርሕን እዩ እንታይ ደኣ ብፍቕሪ ብዓይኒ ፍትወት ከም ዘይትግደሰላ ኢኻ ክተርእያ ዘለካ እምበር ከም ዝደለየትካ ምልክታት ተርኢኻ ሙሉእ ብሙሉእ ኢግኖር ክትገብራ የብልካን ሚዛናዊ ኩን። ሓምሻይ ከም ማግኔት ዝስሕበና ወዲ ምርጫና ዝኾነ ወዲ እዩ። ከም ትፈልጥዎ ብዙሕ ሪኢቶ ክትህቡ ትኽእሉ ኢኹም። ዝሃርማ ወዲ ትፈቱላ፣ ዝንዕቓ፣ ዝጸርፋ ወዲ ትፈቱ ውን ክትህሉ ትኽእል እያ። ገንዘብ ዘለዎ፣ ብዙሕ ዓይነት ድሌታት ክህሉ ይኽእል እዩ። ብኸምዚ ዓይነት ነገረይ ተሳሒባ ዝመጸት ዓይነት ጓል ኣላ ዝብል ወዲ ክህሉ ይኽእል፣ ምርጫኣ ስለ ዝኾነ ማለት እዩ። ዝሃርማ ወዲ እንተ መሪጻ እዚ መንነታ እዩ፣ ዋላ ሓደ ነገር ምግባር ኣይከኣልን እዩ። ስለዚ በታ ሓቀኛ መንነትካ እንተ ቀሪብካያ ትመርጸካ ጓል ግድን ኣላ ማለት እዩ። መንነትካ ቀይርካ ትቐርብ እንተ ኾይንካ ግን ትመርጸካ ጓል ክትረክብ ትጽገም ኢኻ ማለት እዩ። ሓቀኛ መንነትካ ከይትገድፍ ፓሽን እንተለካ ንዕኡ ኣዕቅቦ ሕልሚ እንተለካ ኣብኡ ጽናዕ ብሂወት ሕጉስ ኩን ሓንቲ ንዓኻ ትመርጸካ ጓል ኣላ ናትካ ነገር ዝስሕባ ጓል ኣላ ሓንቲ ጓል ብኣኻ ትሳሓበሉ ነገር ምርጫኣ እንተኮይንካ እዩ ወይ ድማ ናታ ታይፕ እንተኮይንካ እዩ እንተዘይ ኮይኑ ሓቂ ንምዝራብ ኣብ ሂወት ከተመስግን እዩ ዘለካ ኣብ ሂወትካ ምስ ትመጽእ እንታይ ከም ዝፍጠር ስለ ዘይትፈልጥ ማለት እዩ።